ኣብ ሲነማ ሰመረ ቀጥዑሙ ዝመቀረ ንዑንዩ ዓቕማ ኮሜዲ ድራማ ዕላላት ዋዛታት ስፖርት ፊልምታት ሰላም ሰላም ዝኸበርኩም ተኸታተልቲ መደባትና ከመይ ኣለኹም እሞ ላይክ ሼር ሳብስክራይብ ኮመንት ካብ ምሃብ ኣይትቆጠቡ ኢኹም ብዓቢኡ ድማ ዋላ እቶም ሳብስክራይብ ዝገበርኩም ኣብዛ ቃጭል ጠውቑ እሞ ኦል ትብል ጽቐጡ። ብድሕሪዚ ኩሉ ሓሓድሽ እንጽዕዶ መደባት ባዕላ ከተዘኻኽረኩም እያ። እሞ ንሎሚ ዝተፈላለየ ትሕዝቶ ዝሓዘለ መደባት ኢና ናባኻትኩም ከነብል። ድጋፍኩም ካብ ምግላጽ ድማ ኣይትቁጠቡ ኢኹም።

ምስ መሳርሕቱ ከይኣኽሎ ምስቶም ናይ ንእስነቱ ኣዕርኽቱ እውን ባእሲ ፈጢሩ እዩ ገዝኡ ዝኣተወ። እቲ ቀንዲ ልቡ ዘጉሃሮ ነገር ግን እቲ ዝኣምኖን ዝፈትዎን ዓርኩ ንጽመመካ ኮይና እምበር ናይ ሰብ ጠባይ የብልካን ስለ ዝበሎ እዩ። ሰባት ንኽፈትዉኻ ቅድም ንስኻ ንነብስኻ ፍተዋ። ዝፍቶ ትሕትና፣ ዝፍቶ ኣኽብሮት ኣብ ውሽጥኻ ይሃልኻ። ከምዚ ኢኻ እንተበልናካ ትነድር በቃ ቅድም ንነብስኻ ፍተዋ ዝፍቶ ምስ ሃለወካ ኢኻ ኸኣ ክትፈትዋ ዝበሎ ግን ወላ ሓንቲ ኣይተረድኦን። ጸሓይ ክትቅልቀል ምስ ጀመረት ከኣ ካብ ዓራቱ ብምትንሳእ ኣብ ደገ ወጺኡ ኮፍ በለ። ድሕሪ ቁሩብ ደቓይቕ ህጻን ጎረቤቱ ኣብ መትደራሁቱ ክገብር እንከሎ ከቕልበሉ ጀመረ። እቲ ህጻን ወትሩ ቅድሚ ኩሉ ሰብ ብምትንሳእ ደራሁቱ ይኸፍት። ፍሉይ ፍቕሪ ደርሁት እዩ ደለዎ። ብፍላይ ድማ ነታ ጸላምን ገዛፍን ደርሆ ልዕሊ ማንም ይፈትዋ። ንሳ ኸኣ ብዘይ ምቁራጽ መዓልታዊ እንቋቑሖ ትወልደሉ። ዝሓለፈ ኣዋርሕ ኩለን ደራሁቱ ብሕማም ኩስትር ክብላ እንከለዋ ብሕርቃን ቶክ ክብል እዩ ደልዩ። እቲ ዘሐጎሶ ነገር ግን እታ ዝፈትዋ ጸላም ደርሆ ካብ ሞት ምስራራ እዩ። ሕጂ ኸኣ እሞ ድሕሪ ክንደይ ሕቒቕ ኢላትሉ ምስ ኣሕቆፋ ድማ ትሽዓተ ጭቓዊት ኣውጺኣትሉ እያ። ሎሚ ንግሆ ዘይከም ዝሓለፋ ኣዋርሕ ሓንቲ ጸላም ደርሆ ዘይኮነት ምስ ትሽዓተ ጭቓዊት እዩ ዝኸፍት። ጸላም ደርሆኡ ምስ ወጸት ንኹለን ጭቓዊቱ ካብቲ ባኮ እናቖጸረ ከውጽኦም ጀመረ። ሸሞንተ ምስ ቆጸረ ሓደ ተሪፍዎ ሃሰውሰው ኢሉ ረኸቦ። እቲ ጫቚት ግን ከምቶም ኣቐዲሞም ዝወጽኡ ምስ ምሉእ ጥዕንኡ ኣይነበረን። እናተሻቐለ ተጠንቂቑ ወጽዖ። እቲ እንኮ ጸሊም ጫቚት ብምዃኑ ከኣ ዝያዳ ኣሻቐሎ። ምኽንያቱ ነታ ዝፈትዋ ደርሆኡ ዝመስል ንሱ ጥራይ'ዩ። ቀስ ገይሩ ምስቶም ሃሳስ ብጫ ዝሕብሮም ኣሕዋቱ ጨቓዊት ጸንበሮ። እኽሊ ፈይፈይ ብምባል ብባህታ ይዕዘቦም። ሽዑ ግን ሃንደበት ሰንበደ። እታ ጸላም ደርሆ ነቲ ጸሊም ዝሓመመ ጫቝት ክትትኽቦ ምስ ተዓዘበ፣ ኣብ ርእሲ ሕማሙ ከይትቐትሎ ስለ ዝፈርሐ ብቐስታ ኣልዒሉ ሰዓሞ። ጸኒሑ ቀስ ገይሩ ኣቕረበላ። እታ ደርሆ እንደገና ክትትኽቦ ስለ ዝጀመረት ደጊሙ ሓፍ ኣበሎ። ቁሩብ ግዜ ተጸብዩ ገለ ረሲዓቶ እንተኾነት ካብ ዝብል ሓሳብ ኣቕረበላ። ሕጂ ውን ክትተኽቦት ሃንደደት። ነቲ ጫቝት ድሕሪ ምልዓል ብሕርቃን፣ እቲ እንኮ ወዲ ክኸውን ዝኽእል እዚ ጸሊም ጫቝት ጥራይ እዩ። ኢሉ ኣንጸርጸረላ። ምኽንያቱ ዘዝወለደቶ እንቋቝሖ ይበልዖ ነይሩ። ክሓቕፎ ምስ ሓሰበ ኣዲኡ ካብ ዕዳጋ ዘምጽኣትሉ እንቋቑሖ ምስ ክልተ ናታ ወሲኹዩ ኣሕቂፍዋ ሓንሳብ ዝም በለ። ምናልባት ጸሊም ምዃና ትፈልጥ ዶ ትኸውን ኢሉ ሓሰበ። እቲ እንኮ ንዓኣ ዝመስል ጫቑት ንሱዩ። ኣነ ጠፍናቕ ምዃነይ ኣብ መስትያት ምስ ረኣኹዮ ኣረጋግጸ። ሕጂ ኸኣ ጸሊም ደርሆ ምዃኑ ከፍልጣየ ኢሉ ናብ ገዛ ብምእታው መስትያት ናይ መንደቕ ኣምጽኣ። ኣብ መንደቓ ጸጊዑ ኣብ ቅድሚኣ ገተረላ። ጸላም ደርሆ ኣብቲ መስትያት ምስላ ምስ ረኣየት ብምጽርጻር ምስ ምስላ ክትቃለስ ጀመረት። ምስላ ዝስዕራ ግዲ መሲልዋ ናይ ዘለዋ ክትቃለስ ጀመረት። መስትያት ከይትሰብረሉ ዝፈርሐ ህጻን ነቲ መስትያት ብምልዓል ምስ ምስላ ዓረቓ። ነዚ ናይዚ ህጻን ኩሉ ተግባራት ክዕዘብ ዝጸንሐ መንእሰይ እቲ ንምሉእ ለይቲ ከጨንቖ ዝሓደረ ነገራት ብንግህኡ መልሲ ኣብ ቅድሚኡ ተገቲሩ ብምጽንሑ ነታ ንግሆ ኣመስገና። ነቲ ከም ጎረቤቱ ኣቕሊብሉ ዘይፈልጥ ህጻን ናብ ጥቕኡ ብምኻድ ድሕሪ ምስዓም ርኢኻያዶ ነብሳ ስለ ዘይትፈትዋ ነዚ ንነብሳ ዝመስል ጫቑት ከመይ ኢላ ክትፈትዎ ስለዚ ነብሳ ምስ ፈተወት ጥራይ እያ ነዚ ጫቑት ክትፈትዎ ኢሉ ርእሲ እቲ ህፃን ደሪዙ ግልብጥ ክብል ፅን ኢሉ ክሰምዖ ዝፀንሐ ህፃን ካብቲ ፀዋግ ዝፀልኦ ስግንጢር ጎረቤቱ ምኽርን ምስዓምን ምርካቡ እናገርሞ እሞ ሕጂ ነብስኻ ስለ ዝፈተኻያ ኢኻ ፈቲኻኒ ማለት ድዩ በሎ ነቲ ሕማቕ ጠባዩ ጎረቤቱ ህፃን ዋላ ኣስተውዒልሉ ምፅንሑ እናገረሞ ናይ እወታ ርእሱ ነቕኒቑ መልሲ ድሕሪ ምሃብ ምስ ነብሱ ክዕረቕ መብጽዓ ኣተወ። ጭንቀትን ኣፈታትሕኡን። ጭንቀት ንወዲ ሰብ ኣብ ህይወቱ ዘጋጥሞ ስነ-ኣእምራዊ ጸቕጢ እዩ። ዓይነት ጭንቀት ከበድትን ፎኮስትን ተባሂሎም ከከም ደረጅኦም ይኽፈሉ። ከበድትን ፈኮስትን ክበሃሉ እንከለዉ ግን፣ ኣብ ተጻዋርነትን ኣፈታትሓን በቲ ስነ-ኣእምራዊ ጸቕጢ ዝተጠቕዐ ውልቀ-ሰብን እዩ ዝምርኮስ። ቀለልቲ ጭንቀታት ወይ ድማ ስነ-ኣእምራዊ ጸቕጢ ብእወታ እዮም ዝረኣዩ። እዚ ማለት እቲ በዚ ስነ-ኣእምራዊ ጸቕጢ ዝተጠቕዐ ሰብ ነቶም ጠንቅታት ኣለልዩ ክፈትሖም ስለ ዝጽዕር፣ ኣብ ተበላሓትነቱን መሃዝነቱን ዓቢ ለውጢ እዩ ዝረኣ። እቲ ጸቕጢ ከቢድ ወይ ልዕሊ ዓቕሚ ናይቲ ግዳይ ምስ ዝኸውን ግና ኣካላውን ኣእምሮኣውን ስንክልና ከኸትል ይኽእል እዩ። ገለ ካብ ጠንቅታት ጭንቀት፣ ኣብ ሓዳርካ ቅሳነት ዘይምህላው፣ ክብደት መነባብሮ ወይ ናይ ቁጠባ ጸቕጢ ምስ ዘጋጥም፣ ማሕበራዊ ጸቕጢ ወይ ተነጽሎ ምስ ዘጓንፍ፣ ሕማም ኣእምሮ ወይ ጉድለት ጥዕና ምስ ዝህሉ ወዘተ። ባእስን ጽልእን እውን ገለ ካብቶም ብቐዳምነት ዝጥቀሱ ጠንቅታት ጸቕጢ ኣእምሮ እዮም። ተመራመርቲ ስነ-ኣእምሮ፣ ጭንቀት ንምውጋድ እዞም ዝስዕቡ ሜላታት ከም ዘለዉ ይገልጹ። ሓደ፣ ልብኻ ከፊትካ ግልጺ ኮይንካ ተዛረብ። ኣብ እትጭነቐሉ ይኹን እትጒሄሉ እዋን ስምዒታትካ ንምግላጽ ኣይትቈጠብ። ክልተ፣ ከይብሉኒ ዝብል ኣሉታዊ ስምዒት ካብ ኣእምሮኻ ኣወግዶ። ኩሉ ሰብ ከም ናትካ ወይ ውን ካብኡ ዝዛይድ ጸገም ወይ ስነ-ኣእምራዊ ጸቕጢ ከም ዘለዎ ኣይትዘንግዕ። ሰለስተ፣ ስሩዕ ኣካላዊ ምንቅስቓስ ኣዘውትር። እዚ ማለት መዓልታዊ እንተወሓደ ንኣስታት ሰላሳ ደቓይቕ ኣካላዊ ምንቅስቓስ ኣካይድ። እዚ ኣእምሮኻ እኹል ኦክስጅን ክረክብ ስለ ዝሕግዝ ዝተዛነየ ከም ዝኸውን ይገብሮ። ኣርባዕተ፣ ስሩዕን ትሕዝቶ ዘለዎምን መግብታት ምምጋብ ኣዘውትር። ሓሙሽተ፣ ግዙእ ኣልኮላዊ መስተን ሽጋራን ካብ ምዃን ተቖጠብ። ሽዱሽተ፣ ሓቀኛን እወታውን ጠባያት ከተማዕብል ጽዓር። ነዚ ንምግባር እሩም ጠባያት ዘለዎም ዓርከ መሓዛ ክህልዉኻ ኣገዳሲ እዩ። ሸውዓተ፣ ሕልናኻ ክወቕሱ ዝኽእሉ ነገራት ካብ ምዕያይ ተቖጠብ። ሸሞንተ፣ እተካይዶ ስራሕ ፍኑው ኣብ ክንዲ ምዃን ብመደብ ዝተሰነየ ክኸውን ይግባእ። ብመደብ ዝተሰነየ ስራሕ ዕዉት ከም ዝኸውን ኣይትዘንግዕ። ትሽዓተ ድማ እኹል ዕረፍቲ ማለት ድቃስ ክትረክብ ይግባእ። ኣብ እዋን ለይቲ ጽቡቕ ማለት ዕሙቕ ዝበለ ድቃስ ክወስደካ ከም ዝኽእል ንሓንጎልካ እምኖ። ካብ ጭንቀት ዘናግፍ ቅልጡፍ ወይ ቀጥታዊ መንገድታት። ጽልዋ ኣብ ዝዓሰሎ ምቹእ ቦታ ኮፍ በል። ንኣስታት ሓሙሽተ ደቓይቕ ብተደጋጋሚ ብዕምቈትን ብህድኣትን ኣስተንፍስ። ከምኡ ክትገብር እንከለኻ፣ ነቲ ዘጨንቐካ ዘሎ ነገራት ካብ ሓንጎልካ ተውጽኦ ከም ዘለኻ ጌርካ ንነብስኻ እምኖ። መንኵብካን ክሳድካን በእዳውካ ብተደጋጋሚ ድረዞ። ኣቐዲሙ ንዘጓንፈካ፣ ዘስሕቐካ ነገራት ወይ'ውን ዘንበብካዮ ዘስሕቕ ጽሑፋት እናዘከርካ ኣካላትካ ከተዛንዮ ፈትን። ኣብ ሴድያ ብስነ-ስርዓት ኮፍ ብምባል ንክሳድካ በእዳውካ ደጊፍካ መንኩብካ ንቕድሚትን ንድሕሪትን ከምኡውን ንላዕልን ታሕትን ኣንቀሳቕሶ። ክልቲኡ ብርኪ እዳውካ ድማ ንቕድሚትን ድሕሪትን ኣብሎም። ኣብ ሴድያ ብዝግባእ ተቐሚጥካ ክልቲኡ ኣእዳውካ ንትኹል ናብ መሬት ገጽካ ትኽ ኣቢልካ ብምቕማጥ መንኩብካ ንእዛንካ ክሳብ ዝትንክፍ ሓፍ ኣብሎ። መንኩብካ ንቕድሚትን ድሕሪትን ምንቅስቓስ እውን ኣዘውትር። ኣእዳውካ ልዕሊ ርእስኻ ዘርጊሕካ ናብ የማንን ጸጋምን ኣጻብዕቲ ኣእዳውካ ኣተሓሕዞም። ብድሕሪ እዚ እናተመጣላዕካ ነብስኻ ከተዛንዮን ክትፈትሖን ፈትን። ዝኸበርኩምን ዝኸበርክንን ተኸታተልቲ መደባትና ንሎሚ ዘደለናዮ ትሕዝቶ ኣብዚ ክንዛዝም ኢና። ስለ ምክትታልኩም ነመስግን። Like፣